ለሉስ ን ጀንስ ጥዕና ሃበለይ ኣብ ዝሓለፈ ወርሒ ጥራይ ልዕሊ ሽሕ ዶላር ዝኣክል ብጊቭኣወይ ብስልማት መልክዑ ዝተፈላለዩ ሰባት ኣብ ዝተፈላለየ ኩርናዓት ዓለም ክንስልም ወይ ከኣ ክንከፍል ክኢልና ኣለና እዚ ዝኾነሉ ምክንያት ከኣ ናይ ቶቶ ትሬድስ ኣብ ዝተፈላለየ ሾሻል ሜድያ ንስኻትኩም ባዕልኻትኩም ላይክ ሳብስክራይብ ን ፎሎው ስለ ትገብሩ እዩ ምክንያቱ ናትና መርገጺ ኣብ ሾሻል ሜድያ ንረኽቦ ኣታዊ ሙሉእ ብሙሉእ ንጀምበርቲ ትሬደራት ከምኡ ውን ኣብ ዝተፈላለየ ዓለም ዝርከቡ ውሑድ ገንዘብ ዘገድሶም ሰባት ብስልማት መልክዑ እዩ ዝወሃብ ወይ እውን ዝኽፈል ማለት እዩ ስለዚ ስለትገብርዎ ዘለኹም ሓገዝ ስለትገብርዎ ዘለኹም ምትብባዕ ከመስግነኩም ፈቱ ገለ ኣብ ዝተፈላለዩ ኩርናዓት ዓለም ኮይኖም ስልማት ናይ ቶቶትሬድ ዝተቐበሉ ሰባት ዝሃብዎ ቃለ ምስክር ኣሎ ናብኡ ከሕልፈኩም እየ ደጊመ የመስግን ሰላም ሰላም ቶቶትሬድስ ብመጀመርያ ኣብ ስራሕኹም ዓወትን ኣሳልጦን ይምነየልኩም ቀፂለ ተዓዋቲ ናይ ጊቫወይ ሓምሳ ዶላር እዩ ሚላ ሓወይ በዚ ትገብሮ ዘለኻ ኣነቓቓሒ ኣተባባዒ ብሉፅ ብሉፅ ብሉፅ ትምህርቲ ብጣዕሚ ብጣዕሚ ነመስግን ሚላ ሓወይ ቀፂለ ኣይሆፕ ኣብ ዝሓጸረ ግዜ ተማሃራይካ ክኸውን ተስፋ እገብር ማይክ ካብ ካምፓላ። Thank you so much ሚሊ ሓው Thank you Thank you። እቶ ትሬድስ ጊቭኣወይ ተዓዋቲት ሚእቲ ዶላር ልዋም ተስፋጋብር ሃገረይ ጓል። ሰላም ተዓዋቲ ቶቶ ትሬድስ ጊቭኣወይ ኮይነ ኣለኹ ሓምሳ ዶላር ካብ ኬንያ ሽመይ ሜሮን ፍትዊት። ሰላም የሕዋት ከመይ ትኾኑ ቶቶ ትሬድስ ጊቭኣወይ ኣነ ማይል ተኽሉ ዝተባሃልኩ ተቐማጢ ሊብያ ናይ ሚእቲ ዶላር ሽልማት ወጺዓትኒ። ቶቶ ትሬድስ ተዓዋቲ ሚእቲ ዶላር። ሰላም ቶቶ ትሬድስ ኣነ ፊሞ ገብረክርስቶስ ይበሃል ተዓዋቲ ናይ ሚእቲ ዶላር ጊቭኣወይ ዝቕመጠሉ ዓዲ ካምፓላ ዩጋንዳ። ተዓዋቲት ጊቭኣወይ ናይ ቶቶ ትሬድስ ኮይነ ኣለኹ ካብ ካምፓላ ቴንኪዩ። ከመይ ትቀኒ ቶቶ ሰላም ዶ ቴንኪዩ ልማል እዩ እዚ ቪድዮ እዚ ይሰርሖ ኣለኹ ብጣዕሚ ኣብ ኦልሞስት ኣብ ትሬዲንግ ብ ዓመት ምናምን ይገብር ክኾን እየ ግን ብካፒታል ምኽንያት ላይቭ ኣካውንት ትሬድ ገይረ ኣይፈልጥን ብጣዕሚ ኣብ ለየለ ጭንቀት ምናምን እየ ኣጋጣሚ እዚ ዕድል እዚ በፂሕኒ እና ብጣዕሚ ቴንኪዩ ብጣዕሚ ቴንኪዩ ክብለካ ይደሊ።